መንፈሳዊ ግጥሚ መንገዲ ኤማሁስ ብጓሂ ተሰዊሮም ክልተ ሰብኣይ ክጓዓዙ ካብ ኢየሩሳሌም ወፂኦም ንውዓቶም እናፍሰሱ እቲ ዝተስፈናዮ እናበሉ ብጥልመት ከሓሱ ኣብ መንገዲ ኤማሁስ ብተስፋ ምቑራፅ ተኸው ኣብ ማእኸሎም ቆመ እቲ ብርሃን ዘይጠፍኦ መንነቱ ሰዊሩ ቃለ ህይወት ክዘርኦ ልቦም ክነድድ ጀመረ ብፍቕሩ ተተንኪፎም ካብ ቃሉ ዝተልዓለ ተሓደሰ መንፈሶም ምሳና ሕደር በልዎ መዓልቲ ክትዓርብ ከላ ጸልማት ከይውሕጦም ጸግኡ ደልዮም ብምስላ ኣብቲ ምስጢራዊ መኣዲ ሕብስቲ ምስ ቆረሰ ዒንቶም ተኸፈታ እቲ ሓዘን ተበጠሰ ተንስኡ ትንሳኤኡ ተገልጸ ብተኣምር ኣብ ቂድሚኦም ካብ ፍርሒ ተናጊፎም ሓጎስ መልአ ገዝኦም ናብ ኢየሩሳለም ተመለሱ ብስራት ሒዘም ክነግሩ ጎይታ ተንሲኡ እዩ እናበሉ ክምስክሩ ወጎይታ መንገዲ ኤማሁስ ኣብ ጉዕዘና ክሳለጥ ቃልካ ኣብረሀና ልብና ብእምነት ኣብ መንገዲ ኣብ ሓቀኛ መንገዲ ክብልቀጥ ኣብቲ ጸቢብ መንገዲ ጸጋኻ ኣይፈለየና ምሳና ሕደር ኩሉ ግዜ ተስፋ ኩነና

መንገዲ ኤማሁስ ንኣናኸ እንታይ የምህረና ዝብል ብሕፅር ዝበለ መንገዲ ካብ ዘንበብዎ ከቕርበልኹም እየ ምክትታልኩም ኣይፈለየና ነዚ ቻናል እዚ ሓደሽቲ ዝኾንኩም እውን ላይክ ሳብስክራይብ እናገርኩም ኣባራታትዑና መንገዲ ኤማሁስ መንፈሳዊ ስነ ፅሑፍ እንተዘራረቡን እንትመራመሩን እንትዘራረቡን እንትመራመሩን እንተለዉ ከኣ ኢየሱስ ምስኣቶም ሕውስ ኢሉ ክኸይድ ጀመረ። ሉቃስ ወንጌል ምዕራፍ ዕስራን ኣርባዕተን ፍቕዲ ዓሰርተ ሓሙሽተ ናይ መንገዲ ኤማሁስ ዛንታ ሉቃስን ቀለያጽዋን ናይ ብሓቂ ልቢ ዝትንክፍን መሃርን ክፍሊ መጽሓፍ ቅዱስ መንገዲ ኤማሁስ እዩ። ቀዳማይ ብሞት ክርስቶስ ተስፋ ዝቖረጹ ተጓዓዝቲ፣ ካልኣይ ሞቱን ሥጋዌኡን ተኣምራትን ዚዛረቡ ተጓዓዝቲ፣ ሣልሳይ ምስ ክርስቶስ ዚጓዓዙ ተጓዓዝቲ፣ ራብዓይ ምስኦም ዘሎ መድኃኒኣለም ዘይፈልጥዎ ተጓዓዝቲ፣ ሓምሻይ ተስፋ ቆሪጾም እንተለዉ ህያዎቱ ዝኾኑ ተጓዓዝቲ፣ ሻድሻይ ዝተባረኸ እንጌራ ዝበልዑ ተጓዓዝቲ፣ ሻብዓይ ኣዒንቶም ከፊቶም መድኃኒኣለም ዝረኣዩ ተጓዓዝቲ፣ ሻምናይ ድሕሪ ምፍላጦም መንገዶም ዝቕይሩ ተጓዓዝቲ፣

ሒዞም ክኸዱ ንርኢ። ሰዓብቲ ኢየሱስ ክርስቶስ እዮም ነይሮም። ተኣምራቱ ብዓይኖም ርእዮምዎ፣ ትምህርቱ ብእዝኖም ሰሚዖምዎ እኳ እንተነበሩ ሕጂ ግን ተሰቒሉን ሞይቱን ተስፍኦም እናሃሰሰ ከደ ተስፋ ቆሪጾም ይመላለሱ ነበሩ እቲ ኣብ ልቦም ዘሎ ሓዘንን ምድንጋርን ሕቶን ኣብ ቃላቶም ርኡይ እዩ ነይሩ እዚ ክፍሊ እዚ ኣብ ህይወትናን ተስፋናን ትልምናን ብተስፋ ምቑራጽ ክፈርስ ከሎ ልብና ብጓሂ ኪፍለጥ ከሎ እንታይ ከም ዝስምዐና ዘምህረና ታሪኽ እዩ። መብዛሕትኡ ግዜ እግዚኣብሄር ኣምላኽ በቲ እንጽበዮ መንገዲ ኣብ ዘይሰርሓሉ እዋን እውን ከይተረፈ ኩነታት ካብ ቁጽጽርና ወጻኢ ምስ ዝኸውን ክንደናገር ንኽእል ኢና። ከምቶም ናይ ተጓዓዝቲ መንገዲ ኤማሁስ ሉቃስን ቀለያጾን፣ ቀለያጻነ፣ ሓደ ሰብ እዚ ብኸመይ ክኸውን ይኽእል ዝብሎ ሕቶ ክትስእ ይኽእል እዩ። ኣብ እዋን ፈተና እውን እንተኾነ ተስፋና ኣብ እግዚኣብሔር ኣምላክ ካብ ምግባር ወፃኢ ተስፋ ክንቆርፅ ኣይግባእን እዩ። ዋላ እኳ ሓዘናን ሕቶታትናን ክኸውን ይኽእል እንተኾነ ኣብ ዝኾነ ፈተና ክበጽሐና ከሎ ትዕግስቲ ዓብዪ ግደ ኣለዎ እዩ። ኣብዚ እዋን እዚ እዩ ኢየሱስ ክርስቶስ ባዕሉ መጺኡ ምስ ሉቃስን ቀሌዮሃፃን ዝኸይድ ዘሎ። ግናኸ ኣዒንቶም ከየለለይዎ ተኸልኪለን ነበራ። እዚ ከመይ ኢሉ ክኸውን ይኽእል? ምክንያቱ ኣብ ዓብዪ ብጓሂ ኣዝዮም ወዲቖም ስለ ዝነበሩ ጎይታና ኢየሱስ ክርስቶስ ሙስና መቓብር ኣጥፊኡ ምትንስኡ ገና ኣይኣመኑን ዝነበሩ መድኃኒ ዓለም ኢየሱስ ክርስቶስ ግና ሱቕ ኢሉ ኣይገድፎምን እዩ። ኣንቱም ዓያሹ ነቢያት ዝተዛረቡ ኩሉ ንምእማን ልብኹም ዝደንጎየ ኣቱም ዘይተስተዋዓሉ ክርስቶስ ነዚ መከራ ክቕበል እሞ ናብ ክብሩ ክኣቱ ግድንዶ ኣይኮነን? ሽዑ ካብ ሙሴን ካብ ኩሎም ነቢያት ጀሚሩ ብዛዕባ ገዛእ ርእሱ ብኹሉ ቅዱሳት መጽሓፍቲ ተርጎመሎም። ኣብዚ ኢየሱስ ክርስቶስ ባዕሉ መምህሮም ኮይኑ ብዛዕባ ገዛእ ርእሱ ዝተናገረ ትንቢታት ካብ መጽሓፍ ቅዱስ እናገለጸሎም ኣብቲ ግዜ እቲ መን ምዃኑ እኳ እንተዘይፈለጡ ቃላቱ ግና ልቦም የሞቕ ነበረ። እግዚኣብሔር በቲ ዝሓሰብናዩ መንገዲ እኳ እንተዘይተገለጸና እቲ እምነት ኣብ ዙርያና እዩ ዘሎ። ሓቂ ንምርዳእ ልቦናና ከፊትና ቃሉ ምስማዕ ኣገዳሲ እዩ። ሉቃስን ቀሌዮወፃን ናብ ኤማሆስ ገጾም እናተጓዓዙ ከለዉ ኢየሱስ ክርስቶስ ክኸይድ ከም ዝደሊ ኣርእዮም። ልቋስን ቀለዮፃን ግና ምሸት ቀሪቡ መዓልቱ ድማ ዳርጋ ተወዲኡ እዩ እሞ ምሳና ሕደር ኢልዎ በልዎ ኢሎም ተማሕፀንዎ ከመይ ዝበለ ዘደንቕ ኣቀባብላ ገይረምሉ ምስኣታቶም ኣብ መኣዲ ከለዉ ድማ ጎይታ ኢየሱስ ክርስቶስ ናብ ቤቶም ኣተወ ኣብታ ለይቲ እቲኣ ዘጋጥመ ዓብዪ ምግላፅ እዩ ነይሩ ብሓቂ ምስኣታቶም ኣብ መኣዲ ተቐሚጡ ከሎ እንጌራ ቆሪሱ ባሪኹ ድማ ሃቦም። ሽዑ ኣዒንቶም ተኸፈታ እሞ ኣለለይዎ፣ ንሱ ግና ካብኣታቶም ተሰወረ። በቲ ፍሉጥ ኣካላዊ ምንቅስቓሳት ማለት ነቲ እንጌራ ወሲዶም ብምብራኽን ብምቑራስን ብምሃብን ንኢየሱስ ክርስቶስ ኣለልዮንጎ። ኩሉ እቲ ዝረእይዎን ዝሰምዕዎን ሃንደበት ትርጉም ሒዙ ሞት መወዳእታ ከም ዘይኮነ ተገንዘቡ። ትንሣኤ ጎይታ ናይ ብሓቂ እዩ በሉ። ተቐባሊ ገሻ ልቢ ምህላው በረከት ናብ ቤትካ የምጽእ እዩ። እግዚኣብሔር ኣብ ሕይወትና ብዘይተጸበናዮ መንገዲ ንርእሱ ክገልጽ ይኽእል እዩ። ንጎይታና ኢየሱስ ክርስቶስ ብቓሉ ጥራይ ዘይኮነሲ ብሕብረትን ብምስገናን እውን ንፈልጦ ኢና። ድሕሪ እቲ ዝረእይዎን ዝኣመንዎን ሱቕ ክብሉ ኣይክኣሉን እዮም። በታ ለይቲ እቲኣ ተንሲኦም ናብ ኢየሩሳሌም ተመለሱ። ድኻምን ጸልማትን ለይቲ ደው ኣየበሎምን እዩ። እቲ ኣብ ልቦም ዝነበረ ሓጎስ ሓቂ ናይ ምክፋል ድልየትን ካብ ዝኾነ ነገር ይዓቢ ነበረ። ኣብ ኢየሩሳሌም ምስ በጽሑ ሃዋርያትን ካልኦት ምስኦም ዝነበሩን እግዚኣብሔር ብሓቂ ተንስኡ ንሰምኦን ተራእዩ እናበሉ ተኣኪቦም ረኸብዎም። ኣብ መንገዲ እንታይ ከም ዘጋጥመን ኣብ ምብራኽ እንጌራ ብኸመይ ከም ዝፈለጡን ነገርዎም። ኣብ ገዛ እናዕለሉ ከለዉ ኢየሱስ ባዕሉ ኣብ መንጎኦም ደው ኢሉ ሰላም ምሳኹም ይኹን በሎም። ዋላ እኳ ኣብ መጀመርታ ሰንቢዶምን ፈሪሖምን እንተነበሩ እቲ ዝረእይዎ እቲ ሓቀኛ ዝተንስእ ኢየሱስ ክርስቶስ ምዃኑ ግና ኣሚኖም እዮም። ሓቀኛ እምነትን ምስ ትንሳኤ ምርካብን ህይወት ይቕይር እዩ። ብሓቂ ነቲ ዝረኸብናዮ ሓቂ ንኻልኦት ክነካፍል ኢና። ብስራት ትንሳኤ ንሓይሊ ፍርሕን

ዝተሰበረ ልብን ዝጠፍአ ተስፋን ኣብ መዓልታዊ ህይወትና ነጸብራቕ እዩ። ክንደይ ግዜ ኣብ ህይወትና ተስፋና ተባታቲኑ ልብና ብጓሂ ዝተጨፍለቐ ኮይኑ ይስምዐና። ንፈትዎም ሰባት ብሞት ካባና ምስ ዝፍለዩ፣ ኣብ ስራሕ ምፍንቓል፣ ኣብ ዘጋጥም ጉዕዞ፣ ኣብ ርክብና ጸገማት ምስ ዝህልወና፣ ጥዕናና ኣብ ሕማም ክወድቅ ከሎ ወይ ድማ ኣብ ከባቢና ዘላ ዓለም ትርጉም ዘይብሉ ምስ ዝመስል ተስፋ ምቑራጽ ክስምዐና ይኽእል እዩ። ከምቶም ተጓዓዝቲ ኤማሁስ ናበይ ኢና ንኸይድ ስለምንታይ እዩ እዚ ኩሉ ዘጋጥመና ዘሎ መጻኢ ጽልምት ምስ ዝበለ ጸልማት ክመስል ይኽእል እዩ መንገዲ ዘይፈልጥ ተጓዓዛይን ኣብ መዓልታዊ ህይወትና ዘሎ ሕው ሓቅን ሓደ እዮም መብዛሕትኡ ግዜ ኣብ ህይወትና ብዘይ መልሲ ዝገድፉና ዝመስሉ ኩነታት ይፍጠሩ እዮም ሽግራትና ንምርዳእ ንቃለስ ስለምንታይ ከም ዘጋጥሙ ይገርመና ይኽእል እዩ ከምቶም ተጓዓዝቲ ኤምሃዋስ እቲ ሓቂ ካባና ተሓዊኡ ክኸውን ይኽእል እዩ። ኣብ ሽግርናን ሓዘንናን ኣዚና ተታሒዝና ኣብ ዙርያና ህላወ እግዚኣብሔር ኣምላክ ክንስተውሃልሉ ኣይንኽእልን ንኸውን። ልክዕ ከምቲ ልቋስን ቀሊዮፃን ኣብ ህይወትና ክንደይ ግዜ ተስፋና ተደፊኡ ልብና ብጓሂ ዝተጨፍለቐ ኮይኑ ተሰሚዑና ከምቶም ተጓዓዝቲ ኤማሁስ ናበይ ኢና ንኸይድ? ስለምንታይ እዩ እዚ ኩሉ ዘጋጥመና ዘሎ? መጻኢ ጸልማትን ጽልምትምትን ክመስል ይኽእል እዩ። ዘይፍለጥ ተጓዓዛይን ኣብ መዓልታዊ ህይወትና ዘልሑ ሓቅን ብዙሕ ግዜ ኣብ ህይወትና ብዘይ መልሲ ክገድፉና ዝመስሉ ኩነታት ይፍጠሩ እዮም። ሽግራትና ንምንታይ ከም ዘጋጥመ እናሓሰብና ክንርዳእ ንቃለስ ይግበአና እዩ ከምቶም ተጓዓዝቲ ኤምሃስ እቲ ሓቂ ካባና ተሓቢኡ ክኸውን ይኽእል እዩ ኣብ ሽግርናን ሓዘናን ኣዚና ተታሒዝና ኣብ ዙርያና ህላወ እግዚኣብሔር ክነስተውሃልሉ ኣይንኽእልን ንኸውን ኢና ከምቲ ኢየሱስ ኣብቲ መንገዲ ምስኣታቶም ዝተጓዓዘ ሎሚ እውን ኣብዚ ጥንኩር እዋን ህይወትና ምሳና ኣሎ እዩ። ኣዒንትና ግና ብጭንቀትን ሓዘንን ደበና ክኾና ይኽእላ እየን። ንሕና ድማ ኣይንሪኦን ንኸውን። ግና ሓይሊ ኣጋይሽ ምቕባልን ፍሉጥ ጎይታ ኣብ መዓልታዊ ህይወትና ንካልኦት ኣጋይሽ ምቕባልን ፍቕርን ሕያውነትን ክነርኢ ከለና ህላወ እግዚኣብሔር ብዘይተጸበናዮ መንገዲ ክንረኽቦ ንኽእል ኢና። ብሓቂ ከምቲ እቶም ተጓዓዝቲ ንኢየሱስ ናብ ቤቶም ክዕድሞም ከሎ ክዕድምዎ ከለዉ ንርእሶም ዝገለጽሉ ንሕና እውን ንካልኦት ልብና ክንኸፍት ከለና ፍቕርን ጸጋን እግዚኣብሔር ኣብ ህይወትና ብንጹር ክንርኢ ንኽእል ኢና። ብሓባር ክንእከብን ክንጽልን ቃሉ ክነጽ ክንጽንዕን ከለና ጎይታና ኢየሱስ ክርስቶስ ኣብ ልብና ይሰምዐና። ዝተቐየረ ህይወትን ዝተሰበኸ ወንጌልን ኣብ ዕለታዊ ህይወትና ሓቀኛ ርክብ ምስ እግዚኣብሔርን ህይወትና ይቕይሮ እዩ። ከምቲ እቶም ተጓዓዝቲ ንኢየሱስ ምስ ኣለለይዎ ናብ ኢየሩሳሌም ክምለሱ ዝተደፋፍኡ ንሕና እውን ኣብ ልብና ሓቂ ኣምላክ ክንጥዕም ከለና ኮፍ ክንብል ኣይንኽእልን ኢና። ኣሜን። ነቲ ዝረኸብናዮ ሓጎስን ተስፋን ንኻልኦት ነካፍል ዝነጥበን ዝጎደለን ብኣፈ ትጉሃን መላእክቲ ተኣረምና ሎሚ ላበይ ኢና ንኸድ ዘለና ኢልና ተስፋ ክንቆርፅ ከለና እግዚኣብሔር ኣምላኽ ድማ ብዝተፈላለየ ምክንያት መፅኡ ኣጆኻ ይብለና እዩ እሞይ ካብቲ ፅልምት ምስ ዝበለ ዝረአየና ነቲ ብርሃን መንገዱ ክንመርፅ ይግበአና ወስብሃት ለእግዚኣብሔር